ካልኣቶም ኢብራሂም ዓብዱ ኑር እባሃል እንኳዕ ዳሓን መፃኹም መጀመርያ ናብ ሕቶይ ንክኣቱ ኣብ መግለፂኻ ክትገልፅ እንከለኻ ብዛዕባ ዘሎ ወታሃደራዊ ምዕባለታት ናብ ኤርትራ ከምኡ እውን ዓወታት ክትገልፅ ፀኒሕካ ኣነ ክፅበዮ ዝፀናሕኩ ሓደ ነገር ነይሩ ከይተዘከረ ዝሓለፈ ንሱ ድማ ኣብ ሜዳ ኤርትራ ኣብዚ ግዜ እዚ ብዙሓት ውድባት ከምዘለዋ እሞ ምሳታትን ዘሎ ዝምድናን ዝተገብረ ፖለቲካዊ ምዕባለታት ምስተን ዘለዋ ውድባትና የተገልጸለ ኢዩ። ኣብ ርእሲኡ ድማ ህዝባዊ ግንባር ኣብዚ ግዜ እዚ ብዘለዋ ሓላፍነት ተጠቒማ ንዘሎ ዘይምርድዳኣት ባይታ ስለዘይፈጠረት፣ ኤክስትሪሚስትስ ዝበሃሉ ወይ ከኣ ሃይማኖተኛታት ንኣብነት ጂሃድ ኣልኢስላሚ ዝበሃል ገድሊ ከም ዝቖመ ከምኡታ ዝኣመሰለ ሓይልታት እውን ክቖም ከም ዝኾነን ፍሉጥ እዩ። ብዛዕባ ናይዚታት ንመጻኢ ብምሕሳብ ከ ዝገበረቶ ህዝባዊ ግንባር እንታይ ኣሎ? የቐንየለይ። ብዙሕ ግዜ
ምእንቲ ፖለቲካ ክጥዕም ክምቅረልና ምእንቲ ኢልና ንገብሮ ዘረባታት ይህሉ ክኸውን እዩ። ኣብ ሜዳ ኤርትራ ውድባት የለዋን። ከመይ ኣብ ሜዳ ኤርትራ ኣሎና ምህላውን ዘይምህላውን ንምጅሃር ኣይኮነን። ህዝባዊ ግንባር ኣለዋን የለዋን ውድባት ኣይግድሶን እዩ። እዞም ውድባት እዚኣተን ይሓድ ይብዛሕ ኣብ ውሽጢ ኤርትራ ኣብ ዶባት ኣብ ዝተፈላለዩ ከባቢታት ኣለና እናበላ ዝንቀሳቐሳ ውሕዳት ኣይኮናን። እቲ ህላዌ ግን እሱ ኣይኮነን። ህዝባዊ ግንባር እውን እዚ ጠፊኡዎ ኣይኮነን። ኣለዋን የለዋን ኣብ ዝብል ሕቶ ኣትዩ ክሟጎት ወይ ክዛረብ ዝሕተት ቅድሚ ሕጂ ምናልባት ኣለዋ ዘተን ውድባት ኣለዋ እወ ዓሰርተ ኩኑ ዕስራ ኩኑ ሚእቲ ኩኑ ኣለዉ ወንን ወይነ ቦታታት እንታይ እዩ እቲ ኣለዉ ማለት ብስራሕ ኣንጻር ደርግ ኣብ ውሽጢ ሜዳ ስለ ዘለዉ ድዩ ፖለቲካዊ ህላዌ ስለ ዘለዎም፣ ህዝባዊ ግንባር መኪቶምን ምስ ህዝባዊ ግንባር ተሃላሊኾምን ሓይሊ ኮይኖም ኮፍ ስለ ዝበሉ እቲ ከባቢ እቲ ኣይኮነን ህዝባዊ ግንባር ዕሽሽ ስለ ዝበለ ኣብ ከምዚ ዝኣመሰለ ዘየድሊ ኣለኹን የለኻን ቆይቊይ መን ሓየለ፣ መን ቦታ ሓዘ፣ መን ህዝቢ ጸለወ ዝበሃል ዘረባታት እዋኑ ስለ ዘይኮነ፣ ኣለዉ'ዶ ኣለዉ ወፍቲ ውሽጢ ሜዳ? ስለምንታይ እዮም ዘለዉ? ኣብኡ ሓይልና ተማዛዚናስ ህዝባዊ ግንባር ኣብ ዘይትኽእሎን ኣብ ዘይትሰርሓሉን ቦታ ሃልዮም፣ ስለ ዝበርትዑ እቶም ተወንጨዋት ዝለይሉ ውድብ ዝበሃል የለን ክፍለጥ ንነፍሲ ወከፍ ክፈልጥ። ኣብኡ ቀጺሉ ኣብ ሜዳ ኤርትራ ኣሎና እናተባህለ ብደገ ዝዝረብ ኣብ ሜዳ ኤርትራ ምህላው ኣይኮነን እቲ ሕቶ ኣብ ሜዳ ኤርትራ ምስራሕ፣ ኣብ ሜዳ ኤርትራ ኣብዚ ካብ ዘለዉ ይኹን ኣብ ዝኾነ ይኹን ኣከባቢ ካብ ዘሎ ዓሰርተ ሰብ ሒዝካ ዓመታት ኮለል ክትብል ትኽእል ኢኻ። በረኻ ገፊሕ እዩ። ክሰርሕ ዝደለየ ከኣ፣ ከምቲ ኮለል ምባል ናጻ ዝኾነ ክሰርሕ ንዝደለየ ድማ ብዙሕ መንገድታት ኣለዎ ክሰርሕ እንድሕር ደልዩ። ናይ ስራሕ ሕላዌ ስለ ዘይብለን እዘን ውድባት እዚኤን ኣብ ሜዳ ኤርትራ የለዋን። ጃሃራ ኣይኮነን ንሕና ክንጃሃር ኣይንደልን። ኣብ ነፍሲ ወከፍ ውግእ ዝወድቕ ዘሎ ጅግና፣ ለይትን መዓልትን ኣብ ጎዳጉዲ ተቐቒሩ ኮፍ ኢሉ ዘሎ መንእሰይ፣ ለይትን መዓልትን ኣእምርኡ ተገቲሩ ዘሎ ሰብ፣ ኣብ ሕማቕ መነባብሮ ዝነብር ዘሎ ብዓሰርተታት ኣሽሓት ዝቑጸር ኣባል ናይዚ ግንባር እዚ፣ ሓለፋ ህዝቡ እቲ ሃገር ንዕኡ ስለ ዝብጸሖ ወይ ድማ ሓለፋ እተን ውድባት ንሱ ሓላፍነት ስለ ዝተሰከመ ኣይኮነን። ንኹላና እቲ ሓላፍነት ሓደ'ዩ ክሰርሕ ንዝደለየ እቲ ሜዳ ክፉት እዩ ዓመት ምሉእ ዓንገበር እንዲና ብስራሕ ንፋታተን ህላዌኹም ጽቡቕ ዓሰርተ ኩኑ ሚእቲ ኩኑ ኣብ ሜዳ ኤርትራ ገፊሕ በረኻ ኣሎ ከም ድላይካ ክንቀሳቐስ ይካኣል እዩ ንሱ ኣይኮነን ግልጺ ዝሕተት ዘሎ ንስራሕ እቲ ስራሕ ምሕታት ንገዛእ ርእሱ ብዙሕ ፍልስፍናታት ተገርሉ ቀዳማይ ነገር ህዝባዊ ግንባር ተኣሚናትለይ ኣብ ሜዳ ኤርትራ ከም ዘለና ስለዚ እዚ ጥራይ ፍለጡልና ግርም ተፈልጠ ንሱ ንሱ ጥራይ ኣይኮነን ግን ዝሕተት ዘሎ ስራሕ እዩ ዝሕተት ዘሎ ክሳብ ሕጂ ዝረኣናዮ ስራሕ የለን ከምዚ ኢልና ከኣ ምእንቲ ዘረባ ክምቅረልና ኢልና ንድሕሪ ሕጂ ኣብ ሜዳ ኤርትራ ውድባት ኣለዋ ምስኣተን ንራኸብ ኣለና ምስኣተን ከምዚ ንገብር ኣለና እናበልና ንህዝቢ ከነጋግን ከነዳናግርን ኣይንደልን ኢና። ኣብ ገነት ኮፍ ኢልና ኣብ ገነት ዝካየድ ፖለቲካ የለን መሬት እዩ ኻጥእ ኣሎ ፃድቅ ኣሎ ኩሉ በብጎኑ በብግብርና ንፈታተን ገነት ክነኣቱ ፅባሕ እንተደሊና ኣብዚ ዘለናዮ ናይ ዓለም ኩነታት ግን ናይ ዓለም ቃልሲ ኢና ነካይድ ክንጸድቕ ኣይንደልን ኢና ብሓሶት ንህዝቢ ውን ከነዳናግር ኣይንደልን ኢና ክሰርሕ ዝደለየ ንጽድቕ ኢና። ቅድሚ ሕጂ ከምዚ ዝኣመሰለ ጻውዒት ተገይሩ ሕጂ ውን ደጊመ በዚ ኣጋጣሚ እዚ እዚ ጻውዒት እዚ ንግዱሳት እንተልዮም ናብ ሜዳ ኤርትራ ኣለና ዝብሉ እቲ ምህላው ጥራይ ዘይኮነ ስራሕ ይረኤ ኣብ ብዙሕ ፍልስፍናታት ከያታና ምኽንያቱ ዕስራን ክንደይን ዓመት ኮይኑ እቲ ፋላሲፍና ስለ ዝረብረብና እቲ ፍልስፍና ንግዚኡ ኣዕርፍ ኣቢልና ብስራሕ ጥራይ ተተራኸብና ብዝወሓደ እቲ ፍልስፍና ጸንሓና ተተፈላለና ናይ ኣስላም ምንቅስቃስ ጀሚሩ ኣሎ ዝበሃል ዘረባ ኣሎ ኣብ ሜዳ ኤርትራ ሎሚ ክንደይ ውድባት ኣለዋ እንድሕ ኢልኩምኒ ተፍቂድኩምለይ ዓሰርተ ውድባት ኣለዋ ክነግረኩም ዓሰርተ ስማት ኣለዋ ህዝባዊ ግንባር ኣይኮነን እዚ ውድባት ዝፈጥሮ ዘሎ። ብዙሓት ካብዘን ውድባት እዚኣተን ኣብዚ እዋን እዚ እናተጋህደ ይኸይድ ከም ዘሎ መብዛሕትአን ወይ ብቐጥታ እተን ውድባት ንገዛእ ርእሰን ወይ ኣብ ውሽጠን ናይ ደህንነት ኢድ ዘለወን ውድባት ኣለዋ። ብፍላጥ። ኣብ መንጎ ቀቢላታት፣ ኣብ መንጎ ሃይማኖታት ፍልልይ ንምፍጣር ኣባላት ኢሰፓ፣ ኣባላት ናይ ጸጥታን ናይ ደህንነትን ናይ ደርጊ ኣበዮ ከባቢኡ ኣብ ሰሜን ኣሜርካ ይኹን ኣብ ኤውሮጳ ማእከላይ ምብራቕ ይንቀሳቐሱ ከምዘለዉ ኣዳቒቕና ንፈልጥ ናይ ውሽጢ ውሽጢ። ብጉልባብ ናይ ኤርትራውያን፣ ብጉልባብ ውድባት፣ ብጉልባብ እከለን እከለን ተባኢሶም፣ እከለ ወዲ ቆላይ፣ እከለ ወዲ ከበሳ'ዩ፣ እከለ ስላማ'ዩ፣ እከለ ክስታና'ዩ፣ እከለ ወዲ ኣውራጃ እከለ'ዩ፣ እከለ ወዲ ቀቢላ እከለ'ዩ፣ ካልእ ይትረፍ ኣብ ውሽጢ'ተን ቀቢላታትን ገዛእ ርእሰን ኣይኮነን ንሕና ሳሆ ሓንቲ ኣይኮነትን ክልተ ሰለስተ ሳሆ'ዩ ዘሎ፣ ዓሳውርታን ሳሆን ዝበሃል ኣሎ፣ ኣይፋሉን፣ ቢለን ውን ሓንቲ ቢለን ኣይኮነትን ሰለስተ ቢለን ኣሎ፣ ነገድ ዝበሃል ኣሎ፣ ታውቀ ዝበሃል ኣሎ፣ ታርቀ ዝበሃል ኣሎ። ክሳብ ከምዚ ዓይነት ደረጃ ንህዝብና ንምክፍፋል ዝሰርሑ ብቑጽሪ ኣጻብዕ ዝቑጸሩ ሃሱሳት ከም ዘለዉ ኣይጠፍኣናን። ውድባት ክንደይ ኣለዋ ኣይኮነን እቲ ዘገድስ። ከምቲ ቀዲመ ዝጠቐስክዎ ዓሰርተ ኮና ዕስራ ኮና ክሰርሕ ዝደልዮ ቅድሚኡ ሜዳ ኣሎ። ብኸምዚ ጉልባብ ኣብ ውሽጢ ህዝቢ እናኣተወ ከደናግር ዝደሊ ግን ምናልባት ንሓጺር ግዜ ንህዝቢ ከታልል ይኽእል ክኸውን እምበር ቀጻሊ ህዝቢ ከታልል ከም ዘይክእል ነፍሲ ወከፍና ክፈልጦ ይግባእ። ኣይገርመናን ድማ እዩ። ደርጊ ሃሱሳት ካብ ውሽጥና ከኸትብ ምኽኣሉ ነውሪ ንዓና ኣይኮነን። ነውሪ ንደርጊ፣ ነውሪ ድማ ነቶም ሃሱሳት ንዑ ትሰርሕሉ ዘለዉ እዩ።